ይልምነኩም and yeah ከምዚታት እንድሕር ቪድዮታት እንድሕር ደስ ዝብለኩም እንተኾይኑ ኢንጆይ ትገብሮ ትኾንኩም ቀዳማይ ክትኾኑ ምእታ ኖቲፊኬሽን ምእታ ንዓኹም ክመጻኩም ያ ሜክ ሹር ሳብስክራይብ ገብሩ and ላይክ ሃቡዋ ነዛ ቪድዮ እዚኣ ክንጅምር ማለት እዩ ናይ ልማዓንቲ መደብና ብዙሓት ቪድዮ ዝተፈላለየ ቪድዮ እዚኦም ማለት እዩ ኮሚታት ቪድዮ ክንርኢና ግን ናብቲ ቀንዲ መደብና ከዓ ብዛዕባ እዚኦም ቀንዲ እዚኦም ማለት እዩ ኢንትሮ ዝነገርኩኹም ናቶም ኢና ክንዛረብ እሱ ግን ኣብ መወዳእታ ይጽናሕ ማለት እዩ ግን ንኸይት ናፍታፍ እዩ ዘይትርሳዕ ዕለት ኦየ ናይ ኣነ እዚኣ ቪድዮ ክሪኣ ከለኹ ኣይ ቲንክ ኣብ ፌስቡክ እየ ሪኣ ተዘይተጋጊ ኤንድ ኣይ ዶንት ኖ ሜን እዚኦም ኩሎም እዚኦም ሕጂ ብባሕሪ ክመፁ ከለዉ ገለመለ ዋይ

ኣብዚ እንታይ ይብል ኣሎ ማዘር ኢዝ ላይፍ ኣደስ ሂወት እያ ኢኖ ኢኖ ኣግሪ ትገብሩ ተኾንኩም ኣብ ታሕቲ ኮመንት ጸሓፉ ኣይ ኣግሪ የስ የስ በሉ ወይ ዝኾነ ኮመንት ጸሓፉ ማለት እዩ ን ያ ብጣዕሚ ገንዓይን ክትሪኦ ከምዚታት ሲ ኢኖ ብጣዕሚ ፖዘቲቭ እዩ

እንታይ ንኸውን ኣለና ኣሎ ምስ ደሓን ዲ ኣታ ክበክለት እንታይ ንኸውን ኣለና
ብእምኒ ገሩ ዶ የተማሶገ ሰብ ኣብዚኣ እንድሕር ኣልዩ ንስካትኩም ንእስነት ኣይሕለፍኩም ብዙሕ ነገር ሓ- ብውዕይቲ እምኒ እንድሕር ዶ የተማሶኩም ብውዕይቲ? ንስኩም ሓዊ እንድሕር ዶ ይገለጽኩም ያው ኣይ ዶንት ኖ ብውዒቲ ግን ኢኖ ንጎ ተሲኢኻ ቁርያ እታ- ካብ እምኒ ቁርያ ትኸውን ኖ ብውዒቲ እንደይ እሳስ እንደይ ግን እ፣ ፍ- ይፈልጥ እየ ገሊኹም ኣብ- ኣብ- ኣብዛ ትሪኡኒ ዘለኹም ይፈልጥ እየ

and እዚኣ ለዲሽ ደርመ ክነግረኩም ኣብ ኤሮጳ ወይ ኣብ ኤመሪካ ዝተፋ ኣብ ወጻኢ ኣፍሪቃ ማለት ብሓጺሩ ቆልዑት ክኸስዋ ክእሉ እዮም ንስድራ ቤቶም ሃሪማት ንገለ ኢሎም ሽዑ እሶም ንኣብ ናይ ካልእ ፋሚሊ ክነብሩ ክእሉ እዮም ማለት እዩ ሕጂ እዚ ቆልዓ እዚ ከምኡ ዝገብር ዘሎ ካስትል ይበሃል ማለት እዩ ናብኡ ደዊሉ ኣደ ሃሪማትኒ ወይ ኣነስ ኣብ ምስ ፋሚሊ ሕጂሲ ከምዚ ምሻል ኣይሰማምዓን ዘሎ ገለለ ኢሉ የብል ኣሎ ማለት እዩ ሕጂ ምስ ኣዲኡ እዚ ምስ ኣዲኡ ሃሪምክኒ ኢሉ እዩ ዝኸይ ዘሎ ሕጂ ኦማይ ረይ እዚ እቲ ዓብ ጸገም እዩ ኣብ ናይ ናይ ኤሮጳ ወይ ኣብ ወጻኢ ማለት እዩ እዚ ጸገም

ማለተይስ መዓስ እዮም እዚኦም ክምርዓው እ እዚ ሓደ ክልተ ይበሃል ብቲ ቲክቶክ ግን እንታይ እቲ ፍቕርኹም ሰው ከይተረድእና ኣሎ መዓስ ኢኹም ክትምርዓው ማይ ፊቸር ዋይፍ ኢኻ ዝብላ ዘሎ
ወለዶም ጥዑያት ንሶም ሓንቲ መናግርቲ ግበርም መባእስቲ ጸልይሎም ነዞም መታለልቲ ካይወልዱልና ሓደ ከምኦም ዛርቲ ኣታ ክንደይ ከፍ ገጻ ንዓ ዝመስል መሪጻ ኣታ ክንደይ ከፍ ገጹ ምጹጹላዩ መሪጹ
ሕጂ ኤሪትሪን ግን ሓንቲ ለበዋ ኣላ ኣብ ባጽዕ ንፈጥሮ ቱሪዝም ኣነ እንድሕር ሚኒስትር ቱሪዝም ኮይነ ዝኾነ ኤሪትሪን ዓርከይ ካባይ ጀሚርካ ጅንስ ጌሩ ክሕምብስ ኣለዎ ምኽንያቱ ኤሪትሪን ዳንጋኻ
እዚኣሲ ዳንጋኻስ ኣጽዳሓ ኩላህና ከይኮና ኩላህና ከይኮና ኩዕሶ ትጻወቱ ሕጂ ዳንጋኹም ፍሉይ እዩ ፍሉይ እዩ ግን እዚ ስቂሉ ዝማኻነ በቃ ስቂሉ ናይ ዳንጋ ገለ ዛርበለ ፍሉጥ እዩ ናቱ ርኢ ናቱ ርእይ እዩ ፍሉጥ እዩ።
ኣብ ባጽዕ ንፈጥሮ ቱሪዝም ኣነ እንድሕር ሚኒስትር ቱሪዝም ኮይነ ዝኾነ ኤሪትሪን ዓርከይ ካባይ ጀሚርካ ጅንስ ጌሩ ክሕምብስ ኣለዎ ምኽንያቱ ኤሪትሪን ዳንጋኻ ዳንጋ ምኾስ ካብ ምዃኑ ዝተላዕለ ዳንጋና ኣብ ገማግም ባሕሪ እንድሕር ክንሕምብስ ተራኢና ነቶም ካብ ካልኦት ሃገራት ክሕምብሱ ዝመጹ ናይ ካልኦት ሃገር ዜጋታት ምሽ ኣሎ ንዓይኖም ፅቡቕ ትርኢት ስለ ዘይንፈጥር እንታይ ዘር ዘሎ ዝወዲ እዚ ፒሮ ገይሩ ፍሉጥ በቃ ፈላጢ ኮይኑ ከዓ ኣንሲ ኣነ ይፀርፍ ኣለኹ ገለ እንድዒ ከማም ነዚ ዝፅልኩም ሰምዑ ከማም

ደሓን ሰሚዐካ ኣለኹ ራኸበሉ ኢኻ ልመዓልቲ ሕጂ ካልእ ስራሕ ኣሎ
ተመሳሳሊ ኣብ ትግራይ ለ ኣብ ኤርትራ ከድናስ ክነግኖም ንኽእል ነገራት ፅርግያ
መኪና ግን ዛጓል ተተምፀካ ሓቂ ዘረባ

What the heck man ኣታ ተለለማ ነዚኣስ እንታይ ኢና ክንገብራ ከነቃፅላ ዶ man እንታይ እንታይ እዚ በቃ ከምዚኹም ጅሙር ዘለኹም ኣብ ክልተ ሽሕ ዒስራን ሰለስተን እንታይ መዓስ ይወደይ ሕጂ ናብቲ መደብና እዚ ማለት እዩ እዚ ሲ ዓገብ እዮም ንብሎ ንኽእል ኖ ከማ መን ንሃና በቃ ሕብረትና ናይ ኤርትራሲ ከማን መን እዚሲ ሕማቅ እዩ ሕማቅ ኢንፍሉንሲ እዚ ኣነ ዝብል ብጣዕሚ ሕማቅ ኢንፍሉንሲ ኖ ብፍላይ ስኻ ክርስትያነቲ ተኾንካ ወይ ክርስትያን ኣብ ናህናሲ መብዛሕትኡ እቲ ሕግናሲ ብናህና ሃይማኖትና ዝተመርኮሰ እዩ so እዚ እዝስ እንታይ ክትብሎ ትኽእል እዚ እንታይ እንታይ ኤግዛምፕል እዩ ዘምፅእ ኖ ከማን ዓገብ ዓገብ ንበል ማለት እዩ ፕሊስ ነዚኦም ከምዚታት ሰባት በቃ እንታይ ክኢልካ ጽፍዒት ጽዓሕ እንታይ ክኢልካ ሲ በቃ ብጽፍዒት ሓንሳኣ ንብሎም ሓብ ፕሊስ ዋጥ ናይ ልምዓት መደብና እዚኣ ነና ማለት እዩ ኣህ ኩልኹም ኢንጆይ ጌርኩማ ኤን ብላይክ ከዓ እዚኣ ላይክ ወራ ማለት እዩ ብሰንኪ ላይክ ገለመለ ከምኡ ተኣጥኢኖ ማለት ነዛ ቴሌቪድዮ እዚኣ ወይ ነዛ ቻነል እዚኣ ክነዕብያ ማለት እዩ ብሓባር ኮይና ከዓ ከም ፋሚሊ ክንከውን እዩ እቲ ትምኔተይ ማለት እዩ ሶ ሜክ ሹር ሜክ ሹር ከይድኩም ሳብስክራይብ ን ላይክ ወራ ነዛ ቪድዮ እዚ ከምዚታት ማለት እዩ ን ዝተረኣየኩም ኣብ ኮመንት ፀሓፉ ማለት እዩ እንታይ እቲ ናትኩም ናትኩም ኦፒኒየን ናትኩም ክሳይሲ እንታይ እዩ ገለመለ ኣብ ታሕቲ ፀሓፉ ማለት እዩ ወይ ኣነ ዘጉድሎ ነገር ኣሎ ዲብዚታት ከምዚ ሪኣክሽን ክገብር ከለኹ ገለመለ ዝኾነ ናትኩም ርእቶ ማለት እዩ ኣብ ኣብ ኮመንት ፀሓፉ ኤንድ ያ ኣይ ኩለኹም ኢንጆይ ገይርኩማ ኤንድ ሲ ዩ ኔክስት ታይም